ሰላም ሰላም ክቡራት ተኸታተልቲ ናይዛ ቻነለይ እንኳዕ ደሓን መፃኹም እንኳዕ ደሓን ፅናሕኩም ሳባ እየ ሕጂ ከዓ ኣብ ሓዳሽ ቪድዮ ተመልሰኩም ኣለኹ ክሽነኹም ዝፀላእኩሞ እንተለኹም ወይ ከዓ ክሽነ ርግ ዝበለ እንድሕር ኮይኑ ከመይ ጌርና ካልእ ካቨር ንገብረሉ እየ ሒዘ መፅየ ዘለኹ ከሽነይ ቁሩብ ፀሊኤ ስለ ዘለኹ ናተይ እርግ ዝበለ ስለ ዝኾነ ከምዚ ዓይነት ፔፐር ገይረ ሓድሽ ታምስሎ እየ ማለት እዩ ብከምዚ ዓይነት ፔፐር ገይረ ክቕይሩ እየ ማለት እዩ ስለዚ ሸር ገብረ እዚ ዓይነት ፔፐር ንኩሉ እዩ ዝጠቕመና ኣነ ንክሽነ ንትላዕሊ ገይረ ኣለኹ እምበር ድሮወር ዋላ ዝተመዛዝገለ ትገብራሉ ትኽእላ ይኹን እዚ ማስትሽ ነገር ኣለዎ ንሱ እዩ ዝሕዞ ማለት ኣጣበቕ ኣቢሉ ነዊሕ እዩ ዝፀንሕ ኣነ ፈትኜ ስለ ዝፈልጥ ቅድሚ ሕጂ ኣብቲ ናተይ ሸልፊ ማለት እዩ ናብቲ ናተይ ናይ ላዕሊ ክሽነ ኣቐዲመ ገይረ ነይረ ነዊሕ ይፀንሕ ወን ሓንቲ ጊዜስ ይወስድ እዩ ወላ ሓንቲ ማይ ተኣተዎ ገለ ተኣተዎ ሓንቲ ይከውኒ ድሕሪ እርጊሉ ከዓ ኤንታይም ክንቅይሮ ንኽእል ኢና ብጣዕሚ የሕስር ዋግኡ ኣነ ካብ ደራርማ እየ ገዚኦዮ ፅቡቅ ኳሊቲ እኳ ይህሉ ክኸውን እዩ ካልእ ግን ኣጋጣሚ ስለ ዝኮንኮ ቂርቂር ከብሎ ከዓ ስለ ዝደሊ እዚ ነዚኣ ቅርሽን 25 እየ ሂበ ገዚኣ ዘለኹ ኣነ ሽሙ ክፅሕፈልክኒ ኣብቲ ላዕሊ እንታይ ሽም ከም ትደልዮ ማለት እዩ ከምዚ ኢሉ ተጠቕሊሉ እዩ ዝመፅእ ኣብቲ ደላሮማ ሓደ ሜትሮ ብ45 ሰንቲሜትር እያ እዚኣ ቁመታ ኣራይ እምበኣር መጀመርያ ክሽነይ ነዚ ይመስል ረእዮ ኣዚ ናይ ላዕላ እዩ ብጣዕሚ እዩ ኣሪጉ ደሎ ፀሊም ፀሊም ኣይከይድኒ ዋላሓ ወልዊልካዮ ገለ ከምኡ እዩ ስለዚ ነዚ እየ ፅልዮ ቀንዲ ነዚ እየ ድሽፍኖ ዘለኹ መጀመርያ ፅቡቅ ጌርና ክነፅርዮ ክንክለና ምክንያቱ ብላዕሊ ወረቅ ስለንለጥፎ ዝኾነ ርስሓት ገለ ክንኣልዮ ክንክል ኣለና ከም ገለ ኮይኑ ወይ እቲ ቦታ ፅቡቅ ተዘይጌርክኖ ኣብ መንጎ ፅቡቅ ቅርፂ ኣይህብን እዩ ማለት ልምፅ ዝበለ ይከውኒ ስለዚ ብዛ መጀመርያ ተጠንቂቅ ክነርግብኣ ኢኸን ካብኡ ቀስ እናበልክን ከምዚ ገይረዮ ዘለኹ እንዳሰሓብክን ልምፅ ዝበለ ነቲ ቦታ ዘልምፀልክን ከዓ ዝኾነ ጥራዝ ወይ ከም ናተይ ባኮ ነገር እንተለክን ወይ ካርዲ ኣይዲ ካርድክን ገለ ጌርክን ከዓ ንፋስ ከይኣትዎ ማእታን ካልእ ቅርፂ ከይሕዝ ደድሕሪኡ እንዳኸድክን ቀስ ጌርክን እንዳሰሓብክን ከምዚ ኣነ ዝገብሮ ዘለኹ ጌርክን ትደልኦ ቦታ ትሽፍኖ ማለት እዩ ናተይ እኹል ስለ ዘይኮነ ንታሕቲ ክሽፍኖ ቆሪፀ መሊሰ ልጊበ ኣለኹ እዚ ፅቡቅ ነገሩ ናይዚ ወረቐት ኣይፍለጥኒ ከምዝቲ ዝብል ሓንሳብ ስሕውሱስ እዩ ዝብል ስለዚ ከም ደስ ዝበለክን ቆራሪፅክን ክትገብሮ ትኽእላ ኢኽን ማለት እዩ ከምዚኣ ገይረ እታ ፍርቂ ከዓ ቆሪፀ ገይረላ ኣለኹ ማለት እዩ ነታ ላዕሊ ከዓ ዘሰይም ከምኣ ክገብረላ እዩ ማለት እዩ እዚ ቪድዮ ከይንወሓልክን ተመሳሳሊ እዩ እቲ ሓደ ወገን ከዓ ከምኡ ገይረ ለጢፈ ኣለኹ ማለት እዩ በቃ ኣብዚኣ ክትፈልጥ ኣደለክን ኣየር ከይኣተወክን ደድሕሪኡ እንዳኸድክን ቀስ እንዳገበርክን እንዳሰሓብክን ትገብርኦ ማለት እዩ ብጣዕሚ ፅቡቅ ዝኸውን እቲ ሪዛልቱ ረእየኦ እቲ ክሽነይ ከመይ ተለዊጡ ኣሎ ዝነበሮን ሕጂ ዘሎን ብጣዕሚ እዩ ለውጢ ዘለዎ ከም ዝበልኩም ብዙ ዓይነት ሕብርታት እዩ ዘሎ ንዓኸን ደስ ዝብለክን ሕብሪ መሪፅክን ክሽኽን ከምዚ ጌርክን ክትቅይረኦ ትኽእላ ኢኸን ስእሊ እትልክን ኣለኹ ረእዮ የኸን ብጣዕሚ ፅቡቅ ኮይኑ ዶል ኣነት ሪዛልት ብጣዕሚ ፈትየ ኣለኹ ፈቲኹን ክትኮና ከዓ ተስፋ ይገብር እምበኣር ከዛ ቪድዮ ፈትዮማ ክትኮኑ ተስፋ እንዳገበርኩ ኣብ ካልእ ቪድዮ ሳብ ንራኸብ ሰሰናዩ ንዓኹም ሳባኤ ሕጂ ከዓ ብሓዳሽ ቪድዮ ተመልሰክና ኣለኹ ናይ ለማዓንቲ ቪድዮ ከዓ ንገፅና ዝምልከት ወይ ከዓ ናይ ገፅና ትሪትመንት እንታይ ዓይነት መሕፀቢ ኢና ክንጥቀም ዘለና እቲ ቪድዮ ሒዘ ክንመፅ ዘለኹ እዚ መሕፀቢ ሒዘ መፅ ዘለኹ ኣዝዩ ብጣዕሚ ብጣዕሚ ፅቡቅ እዩ ኣብ ናይ ገፅ ምክንኻን ወይ ከዓ ገፅና እንታይ ክንገብሮ ኣለና እንድሕር ሰርች ዝገብራ ወይ ከዓ ትሪኣ ኮንክን ብጣዕሚ ሒዝዮ ዝመፃኹ ንዓይ ዝጠቐመኒ ንዓም ከዓ ክጠቕመክን ኢለ እየ ሒዝዮ መፂ ዘለኹ ጥራይ ኩልሻ ኣቨካዶ ጌርና ገለገለ ፅቡቅ ናቹራል ነገር እዩ እምበር እንታይ ዓይነት ሳምና ጌርና ንሕፅብ ብዙሕ ኣጋጢምኒ ይፈልጥኒ እዩ ረእዮ ናተይ ጨጉረይ ብጣዕሚ እዩ ለውጢ ገይሩ ዘሎ ኣይነትም ቤስት ሻምፖ ንጨጉርና ጽቡቕ ዝገብርዎ ሻምፖታት እየ ሒዘልክን መጺእ ዘለኹ ካልእ ቪድዮ ሰሪሐ ኣለኹ ብዛዕባ ሻምፖ ብዛዕባ ኦይል ሻምፖ ዘይቲ እንታይ እዩ ጥቕሞም ኣብዚኣ ክገብረልክን ቸክ ግበራ ኢኽን ሰላም ሰላም ክብራት ተኸታተልቲ ነዛ ቻናለይ እንኳዕ ደሓን መጻእኽን ክምልሰልክን ፈቲነ ኣብቲ ኮመንት ሕጂ ግን ስለ ዝበዝሓኒ ቪድዮ ገይረ ክምልሰለን ኣለኒ ኢለ እየ ቪድዮ ሰሪሐልክን መፅኦ ዘለኹ ኣብቲ ስራሕኮ ናይ እንጀራ ዘይረእኽን ኣትኾንክን ኣብዚኣ ነይረትክን እዛ ናይ እንጀራ ስራሕኳ ቪድዮ ረኣያ ኢኸን ብጣዕሚ ፅብቕቲ ቪድዮ እያ ኣብኡ እቲ ግዜ ከይነውሕ ኢለ ቁርፅ ቁርፅ የቢለ የመስለኒ ብዙሓት ሓቲትክናኒ ከፍ መጀመርያ እውን ብዙሕ ኮመንት መሊሰ እየ ሕጂ ግን ተመሳሳሊ ሕቶ ስለ ዝበዝሐ ቪድዮ መሊአ ዋይ ነቲ ሕቶታት እንደ ምልሰለን ኢለ እየ መፅክን ዘለኹ ካልእ ኣቐዲመ ናብቲ ሕቶታት ቅድሚ ምስጋር እየ ማለት እዩ ስለ ትህባኒ ምትብባዕ ብጣዕሚ ደስ እናበለኒ እዩ ቴንኪዩ ኣነለይ ቀፅሎ እየ ዝኾነ ነገር ርእይቶ እንተለክን ከዓ ከምዚ ግበሪ ወይ ከዓ ከምዚ ዓይነት ቪድዮ እንደሊን እያ ኢልክን ከዓ ከፅሕፋለይ ትኽእላ ኢኻ ሓዳሽ ቪድዮ መፅእኩም ኣለኹ ናይ ሎማዓንቲ ቪድዮ ከዓ ከመይ ገይረ ኣልመንድ ሚል ከም ዘዳሉ ከርእየኩም ናይ ኣልመንድ ፀባ ማለት እየ ዝተረፍ ከዓ ከመይ ገይረ ኩኪ ከም ዝሰርሖ ከርእየኩም ብጣዕሚ ክሰርሖ ብጣዕሚ እዩ እዚ ንጥዕናና ከዓ ኣዝዩ ኣዝዩ ጠቃሚ እዩ ቆልዑ እንተለኩም ንቆልዑት ኩኪ ወለት ፀባ ከዓ ናይ ፀባ ኣለርጂ ዘለዎም ቆልዑ እንተለውኹም ዋላ ንዓኹም ከዓ ብጣዕሚ ፅቡቅ እዩ ካብቲ ናይ ስቶር ንገዝኦ ስርሖ መቅረቱ ምስ ጠዓምኩሞ ብጣዕሚ ፍልልይ እዩ ዘለዎ ዝኮነ ክትኮኑ ተስፋ እናገበርኩ ዝኮነ ሕቶ ርእቶ እንተለኩም ከዓ ፕሊስ ኣብዚ ኮመንት ፀሓፍሉ ኢኹም ደስ ዝበለኩም ወይ ከዓ ቪድዮ ስርሓልኩም ትደልይዎ እንተሎ ከዓ ኣብቲ ኮመንት ንገሩኒ ኢኹም ስለተተባብዑን ብጣዕሚ እንዳመስገንኩ ኣብ ካልእ ቪድዮ ክሳብ ንራኸብ ሰሰናይ ንዓኹም ጋድ ብለስ እዩ